ናብዚ ናይ ሎም መዓልቲ ትምህርትና ክንከይድ እቲ ኣርእስቲ እሞ ከም በልኩም ሽዑ ቀስ ኢልና እቲ ዝርዝራት ክንሪኦ ኢና ራ ዮሃንስ ሸባዒ ምዕራፍ ጥቕሲ ክልተን ሰለስተን ከም በልኩም እየ ማሕተም እቲ ህያው ኣምላኽ ዘለዎ ካልእ መልኣኽ እውን ካብ ምብራቕ ጸሓይ ኪወጽእ ከሎ ርኣኹ፣ ንሱ ኸኣ ነቶም ምድርን ባሕርን ኪጐድኡ እተዋህቦም ኣርባዕተ መላእኽቲ ብብርቱዕ ድምጺ ይጸውዖም እሞ፣ ነቶም ባሮት ኣምላኽና ኣብ ገግምባሮም ክሳዕ እንሓትሞምሲ፣ ምድሪ ወይስ ባሕሪ ወይስ ኣእዋም ኣይትጕድኡ በሎም። እዚ ቃል ጎይታ እዩ ኣምላከ ቃልካ ስለ ዝሃብካና ተመስገን ኣብ ቃልካ ኣብ ሕግካ ታኣምራት መታን ክንሪኢሲ የዕንትና ክፈተልና መንፈስ ቁዱስ መምህርና ንስካ መሃረና ኣሜን ኦኬ ስለዚ እቲ እዚ መቐፀልታ እቲ ናይ ራ ዮሃንስ ትምህርትና እዩ ስለዚ ኣብ ሸባዐ ምዕራፍ በፂሕና ነታ ሸባዐ ምዕራፍ ድማ ኣብ ኣርባዕተ መቕልናዮ እታ ቀዳመይቲ ምቃል ኣብ ዝሓለፈ ሪና ማለት ኢና እታ ቀዳመይቲ ምቃል ምዕራፍ ሸውዓተ ጥቕሲ ሓደ ዘላ ንኣርባዕተ መላእኽቲ ካብ ኣምላኽ ተላኢኾም መፅኦም ኣብ ኣርባዕተ መኣዝን ናይ ምድሪ ተጠው ኢሎም ነተን ኣርባዕተ ንፋሳት ናይ ምድሪ ከም ዝሓዙ ንርኢ ማለት እዩ። እዚ ቀዳማይ ክፋል። እቲ ካልኣይ ክፋል ሎማዓልቲ ክንሪኦ ኢና። ካልእ መልኣኽ ድማ ነቶም ኣርባዓተ መላእኽቲ ብብርቱዕ ድምፂ ፀዊዕዎም ንባሕሪ ንንፋስ ንኣዋምሲ ኣይትግዱ ክሳዕ ነቶም ባሮት ኣምላኽሲ ኣብ ገግንባሮም ማሕተም ክሳብ ንገብረሎም ኢሉ ብዓብዪ ድምፂ ፀውዖም ይብለና እዚ ሎማዓልቲ ክንሪኦ ኢና። እቲ መበል ሳልሳይ ድማ ቁጽሪ እቶም ሕቱማት ሚእትን ኣርባዓን ኣርባዕተን ሽሕ ኔክስት ዊክ ክንሪኦ ኢና ሎም ማለት ምናልባሽ ቁሩብ ክንትንክፎ ንኸና ግን ብዝሰፍሐ ኔክስት ዊክ ክንሪኦ ኢና ብድሕሪኡ ድማ እዞም ሚእትን ኣርባዓን ኣርባዕተን ሽሕ ምስ ሓለፉ ካብ ብዘሎ ቋንቋታትን ህዝብታትን ኣህዛብን ዓለታትን እተኣከቡ ሓደ እኳ ክቆጽሮም ዘይክእል ብዙሓት ጻዕዳ ክዳውንቲ ለቢሶም ስየ ኣብ ኢዶም ሒዞም ኣብ ቅድሚ ዝፋን ኣምላኽን ኣብ ቅድሚ ገንሸልን ዓው ብዝበለ ድምጺ ምድሓን ናይቲ ኣብ ዝፋኑ ተቐሚጡ ዘሎ እግዚኣብሔር ኣምላኽናን ናይቲ ገንሸል ኢሎም ዓው ኢሎም ጨዲሮም ዘመስግንዎ ድሕሪ ዘሎ ክንሪና ስለዚ ኣብ ኣርባዕተ መቒና ኣለና ሎም መዓልቲ ግና እታ መበል ካለይቲ ኢና ንርኢ ኣርእስትና መ ጥቕሲ ክልተ ዘለዎ ማለት እዩ። ክል ጥቕሲ ክልተ ማሕተም እቲ ህያው ኣምላኽ ዘለዎ ካል መልኣኽ እውን ካብ ምብራቕ ፀሓይ ክወፅእ ከሎ ረእኹ ኢሉ እግዚኣብሔር ተመስገነ ይኹን። ስለዚ እም፣ እዚ መልኣኽ እዚ እንታይ ኣለዎ? ማሕተም ኣለዎ እ? መሕተሚ ኣለዎ ክሓትም እዩ ዝመፅ ዘሎ። ካበይ እዩ ዝመፅ ዘሎ? ካብ ምብራቕ ፀሓይ ዝመፅ ዘሎ ካብ ሰሜን ኣይኮነን፣ ካብ ደቡብ ኣይኮነን፣ ካብ ምዕራብ ኣይኮነን፣ ካብ ምብራቕ እዩ ዝመፅ ዘሎ። ቃል ኣምላኽ ኣዝዩ ንፁር ገይሩ ነጊሩና ኣሎ። ስለዚ ካብ ምብራቕ ፀሓይ ክወፅእ ከሎ ረእኹ። ሕጂ እንታይ ገብር ዝመፅ ዘሎ ክሓቲም ዝመፅ ዘሎ እቲ ምሕታም መዓስ እዩ ዝኸውን ቅድሚ ምጉዳእ ምድርን ባሕርን ኣዋምን ባሕርን ኣዋምን ምድርን ዝገዱ እቶም ኣርባዕት መላእኽቲ እዮም ንዖም ብብርትዑ ድምፂ ፀዊዖም ሓንሳእ ክሳብ ንሓትሞም ነቶም ባሮት ናይ ኣምላኽ ስጥጦ በሉ ኢለዎም ንሱኸ ነቶም ምድርን ባሕርን ክገዱ እተዋሃቦም ኣርባዕት መላእኽቲ ብርቱ ድምፂ ፀውዖም ነቶም ባሮት ኣምላኽና ኣብ ገግንባሮም ክሳናሓትሞምሲ ምድሪ ወይስ ባሕሪ ወይስ ኣዋም ኣይትግዱ በሎም ስለዚ እቶም ዝሕተሙ መን እዮም እንትልና ንጹር መግለጺ ሂቡና ኣሎ ባሮት ናይ ኣምላኽ እዮም ኣገልግለቲ ናይ ኣምላኽ ንኣምላኽ ዘገልግሉ ማለት እዩ ሕጂ ቁርብ ድሕሪ ተመሊስና እዚስ መዓስ እዩ ዝኸውን እንትልና ኣብቲ ናይ ሸውዓተ ዓመት ናይ መከራ ግዜ ምዃኑ ደጋጊምና ርኢና ማለት ኢና ድሕሪ እተን ሽዱሽተ ማሕተም ቅድሚ መበል ሻብዓይ ማሕተም ጎይታ ቅድሚ ምፍትሑ እዩ ዝኸውን ዘሎ። ስለዚ እዚ መልኣኽ እዚ ኣብ ኢዱ ማሕተም ህያው ኣምላኽ ዘለዎ እዩ፣ ካብ ምብራቕ ጸሓይ ይወጽእ ኣሎ ማለት እዩ። ሕጂ ብመጽሓፍ ቅዱስ ተመሊስና እንተርኢናዮ ምብራቕ እንታይ ከም ዝኾነ ክንርኢ ኢና መጀመርታ ምክንያቱ እዚ መልኣኽ እዚ ካበይ ዝመፅ ዘሎ ካብ ምብራቕ እዩ ዝመፅ ዘሎ ካብ ምብራቕ ፀሓይ እዩ ዝመፅ ዘሎ ኣብ መፅሓፍ ቅዱስ ብዙሕ ግዜ ምብራቕ ክጥቀስ ከሎ ክልተ ነገራትና ክንርኢ እቲ ሓደ ፍርዲ ንኣምላኽ ዝመፃሉ መቕፃዕቲ ንኣምላኽ ዝመፃሉ ካበይ ዝመፅእ ብምብራቕ እዩ ዝመፅእ ብዙሕ ግዜ ኣብ መፅሓፍ ቅዱስ ኣሎ ኩሉ ኣይክንሪኦ ኢና መትሓዚ ኮነና ሓደ ሓደ ኣብነታት ክንርኢ ኢና ካልኣይ ድማ ካብ ምብራቕ እንታይ ይመጽእ? ምንጋፍ ይመጽእ፣ ምድሓን ይመጽእ፣ ክብሪ ይመጽእ፣ ክልቲኡ ዝመጽእ ካብ ምብራቕ ጸሓይ። እቲ ሓደ ፍርዲ መቕጻዕቲ ናይ ኣምላኽ ይመጽእ፣ እቲ ካልኣይ ድማ ምድሓን ናይ ኣምላኽ፣ ምንጋፍ ናይ ኣምላኽ፣ ረድኤት ናይ ኣምላኽ፣ ሓገዝ ናይ ኣምላኽ ብምብራቕ ይመጽእ፣ ብክልቲኡ ይመጽእ። ስለዚ ቀዳመይቲ ኣብ ዘፍጥረት አ፣ መበል ኣርብዓን ሓደን ምዕራፍ ጥቕሲ ሓሙሽተ ክሳብ ሸውዓተ ዘሎ እዚ ፈርኦን ንጉስ ናይ ግብፂ ኣብ ግዜ ዮሴፍ ሕልሚ ሓሊሙ ክልተ ግዜ ሓሊሙ ሕጂ ኣብታ መበል ካልይቲ ሕልሚ ኢና ክንሪ ማለት እዩ ስለዚ ኣብታ መበል ካልይቲ ሕልሚ ዘፍጥረት ኣርብዓን ሓደን ካብ ጥቕሲ ሓሙሽተ ክሳብ ሸውዓተ ዘሎ እንታንበብና ደቀሰ'ሞ ካልኣይ ሳዕ እውን ሓለመ፣ እዚ ናይ ግብጺ ንጉስ ፈርዖን ዝሓልም ዘሎ። እንሆ፣ ኣብ ሓንቲ ብርዒ ሸውዓተ ፍሩያትን ጽቡቓት ሰዊት ወጸ። ስለዚ ሸውዓተ ጽቡቓት ፍሩያት ሰዊት ርእዩ ማለት እዩ። ድሕሬንካ ኢሉ እንሆ ሸውዓተ ቀጠንቲ ብንፋስ ምብራቕ ዝሓግዋ ሰዊት ወፀ ኢሉ ስለዚ ተን ሸውዓተ ብድሕሬን ዝመፃ እንታይን ሸውዓተ ብምንታይ ዝሓጉጋ ዋላ ሓንቲ ዘይብለን ዝነቐፃ ብንፋስ ናይ ምብራቕ ብናይ ንፋስ ናይ ምብራቕ ዝሓጉጋ ብድሕሩኸ? እተን ቀጠንቲ ሰዊት ድማ ነተን ሸውዓተ ፍሩያትን ምሉኣትን ሰዊት ወሓጠኤን። ፈርኦን ከኣ ተበራበረ፣ እንሆ ድማ ሕልሚ ነበረ ኢሉ። ስለዚ እንታይ ኢልና እዚ ማሕተም ህያው ኣምላኽ ዘሎ ካበይ ዝመጽእ ዘሎ ካብ ምብራቕ እዩ ዝመጽእ ዘሎ ብምብራቕ እዩ ዝመጽእ ዘሎ ኣብዚ ድማ እተን ቀጠንቲ ሰዊት ብምብራቕ መጽኤንሲ ነተን ፍሩያት ከም ዝወሓጠን ርኢና ኣለና ማለት ኢና ብዙሕ ኣሎ ሓደ ሓደ ጥራሕ ኣብነታት ክንጠቅስ ዳሓር ኣብ ዘፀኣት ምዕራፍ ዓሰርተ እንትኸድና ሙሴ ናብ ግብፂ ተላኢኹ ምስ ከደ ንህዝቡ እስራኤል ከውፅእ ተላኢኹ ምስ ከደ ፈርዖን ምስ ተረረሲ ዓሰርተ ተኣምራት ኣብ ግብፂ ብኢድ ሙሴ እግዚኣብሔር ኣምላኽና ገይሩ ካብተን ተኣምራት ሓንቲ እንታይ እያ

ክሳብ ዓሰርተ ሓሙሽተ ዘለዋ ሙሴ ኻብ ቤትሩ ናብ ልዕሊ ምድሪ ግብፂ ዘርግሐ እግዚኣብሔር ድማ ኣብታ ምድሪ ብዅላ እታ መዓልቲ እቲኣ ብዅላ ለይቲን ንፋስ ምብራቕ ኣምፀአ ኣም- ኣምላኽ እንታይ ኣምፅኡ ለይቲን ብምልእታ መዓልቲ ብምልእታ እንታይ ኣምፅኡ ንፋስ ምብራቕ ኣምፅኡ ካብ ምብራቕ ንፋስ መፅኡ ሕጂ ከምቲ ናይ ፈርዖን ድማ እተን ቀጠንቲ መፅን ነቲ ናይ ግብፂ ዝነበረ ሃብቲ መግቢ ዝወድኦ ኣብዚ ድማ እንደገና ኣብ ግብፂ ኣምላኽ መቕፃዕቲ ዝገብር ከሎ ብንፋስ ናብ ምብራቕ ገይሩ እዩ ስለዚ መቕፃዕቲ ናይ ኣምላኽ ኣብ ግብፂ ዝመፀ ብንፋስ ምብራቕ ኣምፅኡ እዩ ኣምላኽ ንፋስ ምብራቕ ኣምፅኡ ምስ ወግሐ ድማ እቲ ንፋስ ምብራቕ ኣንበጣ ኣምፀ ስለዚ ኣንበጣ ካበይ ዝመፅ ዘሎ ካብ ምብራቅ እዩ እቲ ንፋስ ናብ ምብራቅ እዩ ኣንበጣ ዘምፆ ዘሎ ኣብዛ ሕጂ ቁሩብ ጠጦ ክንብል እቲ ማሕተም ህያው ኣምላኽ ዘለዎ ካበይ ዝመፅ ዘሎ ካብ ምብራቅ ፀሓይ ዝመፅ ዘሎ ማሕተም ክገብር ማለት እዩ ስለዚ ምብራቅ ክልተ ኢልና ኣለና እቲ ሓደ ፍርዲ መቅጻዕቲ ናይ ኣምላኽ ዝመጻሉ ኢልና ኣለና ካልኣይ ድማ ምድሓን ምንጋፍ ረድኤት ክብሪ ኣምላኽ ዝመጻሉ ምብራቅ ኣብ መጽሓፍ ቅዱስ ሕጂ ኣብ ግብጺ ምስ ወግሐ ድማ እቲ ንፋስ ምብራቅ ኣንበጣ ኣምፀ እቲ ኣንበጣ ኸ ናብ ልዕሊ ኩላ ምድሪ ግብፂ ደየበ ኣብ ኩላ ሃገር ግብፂ ድማ ኣዝዩ ብዙሕ ረገፈ ክንዱ ዝምብዝሑ ኣንበጣ ቅድሚኡ ኣይነበረን ብድሕሪኡ ኸ ከምኡ ዝበለ ከቶ ኣይክኸውንን እዩ ምድሪ ክሳዕ እትጽልምት፣ ንገጽ ኵላ ምድሪ ኸዘና፣ ንዅሉ ብቝሊ ምድርን ነቲ በረድ ዝሓደጎ ኵሉ ፍረ ኦምን ድማ በልዖ። ኣብ ኵላ ምድሪ ግብጺ ገለ ለምለም ኣብ ኦም ወይ ከኣ ኣብ ብቝል ግራት ኣይተረፈን። ስለዚ፣ ኣምላኽ ንግብጺ ብኣንበጣ ገይሩ ክሃርም ከሎ፣ ክወቅዕ ከሎሲ፣ ብምንታይ ገይሩ ኣምፂኦ? ንፋስ ምብራቕ ኣምፂኡ፣ እቲ ንፋስ ምብራቕ ድማ ኣንበጣ ኣምፂኡ ንኹሉ ሃገር ግብፂ ክሳብ ፀልማት ክሳብ ዝኾን ብኣንበጣ ወቂዑ፣ እንደገና ድማ እቲ ቡቕሊ ዘበለ ናይ ግራውቲ ኩሉ ተበሊዑ ማለት እዩ። ስለዚ ምብራቕ ናይ ምንታይ ኣለና? ናይ ፍርዲ ኣለና፣ ናይ መቕፃዕቲ ኢልና ኣለና። ካልኣይ ድማ ናይ ምንጋፍ ምዃኑ ድማ ኣብ ካልእ ጥቕስታት እውን ክንርኢ ኢና። ደሓር ደቂ እስራኤል ድሕሪ ዓሰርተ ተኣምራት ነበል ዓሰርተ ሓደ ድማ በኽሪ ግብፂ ምስ ወቕዐ እንታይ ገይሮም ሕራይ ክዱ ኢሎም ኣፋንዮሞም እቶም ደቂ እስራኤል ካብ ግብፂ ድሕሪ ኣርባዕት ሚትን ሰላሳን ዓመት ወፂኦም ኣብ ባሕሪ ኤርትራ በፂሖም ኣብ ባሕሪ ኤርትራ ምስ በፅሑ ድማ ፈርዖን ተጣዒሱ ድሕሪኦም ከርክቦም ኢሉ ከይዱ ስለዚ ኣብ ባሕሪ ኤርትራ ተቐርቂሮም እቶም ደቂ እስራኤል ተቐርቂሮም ብቕድሞም ባሕሪ ብድሕሮም ድማ ንጉስ ፈርዖን ምስ ሰራዊቱ ማለት እዩ ሕጂ ኣምላኽ ኣብዚ ምንጋፍን ረዴትን ክገብር ከሎ ካብ ምብራቕ እዩ ንፋስ ልኢኹ ብምብራቕ ንፋስ መፅዩ ብምብራቕ ድማ እንታይ መፅዩ ምንጋፍ መፅዩ ዘፀኣት 14 21 ዘጸኣት 14:21 ከም ዝብለና ሙሴ ድማ ናብ ልዕሊ ባሕሪ ዘርግሐ ኣለና ሙሴ ድማ ኢዱ ኢዱ ናብ ልዕሊ ባሕሪ ዘርግሐ እግዚኣብሔር ካ ነቲ ባሕሪ ለይቲ ብምልእታ ብብርቱዕ ንፋስ ምብራቕ ኣልጊሱ ነቲ ባሕሪ ዓንቀጹ። ስለዚ ሙሴ ኣእዳዉ ናብ ባሕሪ ኤርትራ ምስ ዘርግሐ፣ ኣምላኽ ድማ እንታይ ኣምጺኡ? ብርቱዕ ንፋስ ምብራቕ። ሕጂ እዚ እንታይ እዩ? ምንጋፍ እዩ ዝመጽእ ዘሎ። ካበይ እዩ ዝመጽእ ዘሎ? ካብ ምብራቕ እዩ ዝመጽእ ምንጋፍ። ብርቱዕ ንፋስ ምብራቕ ኣምጺኡ ነቲ ባሕሪ ድማ ዓንቂጽዎ፣ እቲ ማይ ከኣ ተመቕለ ብለና። እቲ ማይ ምስ ተመቕለ ብዓም ሰጊሮም ስለዚ ካብ ምብራቅ እንታይ መጺኡ ምርንጋፍ መጺኡ ንፋስ መጺኡ ነቲ ባሕሪ ዝመቅል መጺኡ ብምብራቅ መጺኡ ስለዚ እዚ መልኣኽ እዚ ድማ ካብ ኣምላኽ ተላኢኹ ዝመጽእ ዘሎ ካብ ምብራቅ ፀሓዩ ማሕተም ሕያው ኣምላኽ ሂዝ ዝመጽእ ዘሎ ነቶም ባሮት ንኣምላክ ክሓትሞም ዝመጽእ ዘሎ ስለዚ እታ ምብራቅ ትብል ኢና ንርኢ ዘለና ካሊእ ኣብ መዝሙር ዳዊት ኣርብዓን ሸሞንተን ጥቕስ ሸውዓተ ድማ ተመሳሳላይ ኣለና መዝሙር ዳዊት ኣርብዓን ሸሞንተን ጥቕሲ ሸውዓተ ከም ዝብለና ንስኻ ንመራኽብ ተርስስ ብንፋስ ምብራቕ ትሰባበረን ኢልዎ ኣሎ ስለዚ ንመራኽብ ናይ ተርስስ ኣምላኽ ቐፅዕ እንትኮይኑ ብንፋስ ምብራቕ ገይሩ እንታይ ዝገብር ዝሰባብር ዮናስ እቲ ነቢ ካብ ኣምላኽ ተላኢኹ ናብ ነነዌ ተላኢኹ ምስ ከደ መጀመርታ ኣብዩ ምእዛዝ ኣብዩ ናብ ከብዲ ዓሳ ምስ ተደርበየ ተነሲሑ ምስ ወጸ ከይዱ ድማ ምስ ነገሮም ሰብ ነነወ ድማ ሰሚዖም ተነሲሖም ናብ ኣምላኽ ምስ ተመለሱ ዮናስ ደስ ኣይበሎን እንታይ ገይሩ ዮናስ ዮናስ ስለ ዘይተሓጎሰ ከይዱ ኣብ ትሕቲ ሓደ ሓደ ኦምሲ ኮፍ ኢሉ በቃ ሓሪቑ ማለት እዩ ኣምላኽ ፀሓይ ኣምፅኡ ኣሎ ብርቱዕ ፀሓይ ብኡ ድማ ነፍሱ ተማሪራ እንደገና ድማ ኣምላኽ ድማ ተፅልል ኦም ድማ ገይሩሉ ድሓርካ ነቲ ዘፅልል ኦም ድማ እንታይ ገይሩ በቲ ሓሳኻ ገይሩ ድማ ወቂዕዎ ሽኡ ድማ ደስ ኣበሎን ሕጂ ኣብ ዝኾነ ነገራት ከነንብብ ኢና ትንቢት ዮናስ ኣርባዕተ ጥቕሲ ሸሞንተ፣ ጸሓይ ምስ በረቐት ድማ ኣምላኽ ውዑይ ንፋስ ምብራቕ ኣዳለወ። እንታይ? ውዑይ ንፋስ ምብራቕ ኣዳለወ። ጸሓይ ኸኣ ንዮናስ ክሳዕ ዚሕለሉ ርእሱ ወቕዓቶ፣ ንሱውን ካብ ብህይወት ምንባርሲ እሞ ትሕሸኒ ኢሉ ነብሱ ሞት ለመነላ ስለዚ ኣምላኽ ንዮናስ ክምህሮ ስለ ዝደለየ በዚ ገሩ ቀጽዕዎ ውዒ ንፋስ ምብራቕ ኣምጺኡ ብኡ ገሩ ድማ ሓሪሙ ቀጺኡስ ኣሪሞ ትምህርቲ ክእርሞ ስለ ዝነበሮ ማለት እዩ ስለዚ ካብ ምብራቕ እንታይ መፂልና ኣለና ካብ ምብራቕ መቕፃዕቲ ፍርዲ ንኣምላኽ መፅእ ብምብራቕ ድማ ምንጋፍ ምድሓን ክብሪ ንኣምላኽ ድማ ይመጽእ። ኣብ ራእይ ዮሃንስ እንድሕዳ ተመሊስና ኣብ ራእይ ዮሃንስ ኣብቲ ኩናት ንኣርማጌድዮን ኣርማጌድዮን ዝመፁ ነገስታት ካብ ምብራቅ ድማ ከም ዝመፁ ይዛረብ ማለት እዩ ኣብ ራእይ ዮሃንስ 16 12 እቲ ሳልሳይ እውን ጽውዑ ኣብቲ ዓቢ ሩባ ኤፍራጥስ ኣፍሰሰ፣ ነቶም ካብ ምብራቕ ጸሓይ ዝመጹ ነገስታት ድማ መንገዲ ምእንቲ ክዳለወሎም እቲ ማዩ ነጸፈ እብለና። ስለዚ እዚ ሩባ ኤፍራጥስ ዓቢ ሩባ እዩ፣ ዳርጋ ነቒጹ ኣይፈልጥን እዩ፣ ግና ሽዑ ከም ዝነቅጽ ድማ ተዛሪቡ። ሽዑ ድማ ካብ ምብራቕ እንታይም ክመጹ ነገስታት ክመጹ፣ ናበይ ዝመጹ ናብቲ ኣርማጌዶን ዝበሃል እሱ ቀስ ኢልና ክንሪኦ ኢና፣ ሎሚ ግና እታ ምብራቕ ትበሃል ጥራይሲ እንተድሕራ ተረዲኣትና እኹል እዩ። ሕጂ ናብ ህዝቅኤል ንኺድ ኣብ ህዝቅኤል ኣብ ህዝቅኤል እቶም ህዝቢ ናይ እስራኤል ደቂ እስራኤል ምስ በደሉ ኣምላኽ ስለ ዘይተሓጐሰ፣ ነቲ ክብሪ ኣምላኽ ካብቲ ቤት መቕደስ እንታይ ኮይኑ እቲ ክብሪ ኣምላኽ ገዲፍዎ ከይዱ። በይኑ ወፅዩ እቲ ክብሪ ኣምላኽ ካብቲ ቤት መቕደስሲ ብምብራቕ ኣቢሉ እዩ ወፅዩ። ብምብራቕ ኣቢሉ ድማ ከይዱ ገዲፎም ከይዱ። እቲ ቤት እንታይ ኮይኑ ኢካቦር ክብሪ ኣምላኽ ዘይብሉ ህላዌ ናይ እግዚኣብሔር ዘይብሉ ኮይኑ እግዚኣብሔር ወፅዩ ከይዱ እንታይ ወፅዩ ብምብራቕ ከይዱ። እግዚኣብሔር ክብሩ እንትዳ ኣልዩ እግዚኣብሔር እቲ ዝርኤ ብደመና ዝግለጽ ዝነበረ ብሓዊ ዝነበረ ክብሪ እንትዳ ኣልዩ ካብኡ ዝኸፍእ መቕጻዕቲ ካብኡ ዝኸፍእ ፍርዲ የለን ከምኡ ገይርዎ ግናኸ ኣብ መወዳእታ ድማ ድሕሪ ነዊሕ ግዜ እቲ ክብሪ ድማ በየን እዩ ዝምለስ በት ምብራቕ እዩ ዝምለስ ሕጂ ክልቲኡ ክንሪኦ ኢና ሽዑ እዚ ናይ ምብራቕ ነገር ክንውዲ ኢና ስለዚ ንምንታይ ኢና ንገልጾ ዘለና እቲ መልኣኽ ኣብ ራእይ ዮሃንስ ዝራ ናይ ሸውዓይ ምዕራፍ ማሕተም ህያው ዘሎ ህያው ኣምላኽ ዘለዎ ካብ ምብራቕ ፀሓይ እንታይ ሒዙ መፅኡ ማሕተም ናይ ህያው ኣምላኽ ሒዙ መፅኡ ኣብ ህዝቅኤል ዓሰርተ ካብ 18 ክሳብ 19 ዘሎ እንታንቢብና ክብሪ እግዚኣብሔርካ ካብ ልዕሊ ልዳት እታ ቤት ወፀ ኣብ ልዕሊ ክሩቤል ቆመ እቶም ክሮዌል ድማ ኣኽናፎም ዝዘርግሑ ክነቕሉ ከሎኻ እቲ መንኮራኹር ብጥቕኦም ኮይኑ ኣብ ቅድሚ ዓይነይ ካብ ምድሪ ተልዓለ፣ ኣብቲ ናይ ምብራቕ ኣፍ ደገ ቤት እግዚኣብሔር ድማ ቆሙ፣ ክብሪ እግዚኣብሔር እስራኤልውን ኣብ ልዕሊኦም ነበረ። ስለዚ ክብሪ ኣምላኽ ንደቂ እስራኤል ገዲፎም ናበይ ይኸይድ ኣሎ? ወጺኡ ይኸይድ ኣሎ። ብምብራቕ ኣቢሉ ወጺኡ ከይዱ። ስለዚ እታ ቤት እቲኣ ክብሪ ዘይብላ፣ ህላዌ እግዚኣብሔር ዘይብላ ኮይና ተሪፋ ማለት እዩ። ደሓር እንደገና ኣብ ዓሰርተ ሓደ ከነንብብ ንኽእል ኢና ህዝቅኤል ዓሰርተ ሓደ ካብ ዕስራን ክልተን ክሳብ ዕስራን ሰለስተን ዘሎ እንታንብብና ድማ ተመሳሳሊ ኣለና ሽዑ እቶም ክሩቤል ኣኽናፎም ኣልዓሉ እቲ መንኮራኹርካ ኣብ ጎጎቦም ነበረ ክብሪ ኣምላኽ እስራኤል ድማ ኣብ ላዕሊ ኣብ ልዕሊኦም ነበረ ክብሪ እግዚኣብሔር ከ ካብ ማእኸል እታ ከተማ ተለዓለ ካብ ማእኸል እታ ከተማ ተለዓለ ኣብ ልዕሊ እቲ ብወገን ምብራቕ እታ ከተማ ዘሎ ኸረ እውን ቆመ። ስለዚ ብምብራቕ ኣቢሉ ወጹ፣ ካብታ ከተማ ተላዒሉ፣ ካብቲ ካብቲ ቤት መቕደስ ካብቲ ከተማ ተላዒሉ ክብሪ ኣምላኽ ገዲፎም ከይዱ። በይን ከይዱ ብምብራቕ እዩ ከይዱ። ወጽዩ ገዲፎም ከይዱ። ካብኡ ዝኸፍእ መቕጻዕቲ ካብኡ ዝኸፍእ ፍርዲ ናይ ኣምላኽ የለን። ደሓር ግና እቲ ክብሪ ኣምላኽ ክምለስ ከሎ ድማ ብምብራቕ ይምለስ። ስለዚ ብምብራቕ እንታይ ይመጽእ ኣለና? ምንጋፍ ይመጽእ፣ ምድሓን ይመጽእ፣ ብኡ ድማ ፍርድን መቕጻዕትን ይመጽእ ማለት እዩ። ስለዚ እዚ ማሕተም ህያው ኣምላኽ ዘለዎ ተመሳሳሊ ነገር እዩ ዝገብር ዘሎ ማለት ኣብ ራእይ ዮሃንስ ንሪኦ ዘለና ኣብ ሂዝቅኤል ኣርብዓን ሰለስተን ካብ ሓደ ክሳብ ሓሙሽተ ዘሎ ከነንብብ ኢና። እቲ ክብሪ ኣምላኽ ደሓር ክምለስ ከሎ ድማ ብምብራቕ ከም ዝኣቱ ድማ ክንርኢ ኢና። ህዝቅኤል ኣርብዓን ሰለስተን ካብ ሓደ ክሳብ ሓሙሽተ ዘሎ ድሕሪ እዚ ናብታ ደገ ናብታ ንምብራቕ እተርኢ ደገ ኣውፅኣኒ ናብ ምብራቕ እተርኢ ደገ ኣውፅኣኒ እንሆኻ ክብሪ ኣምላኽ እስራኤል ካብ ምብራቕ ኣቢሉ መፀ እግዚኣብሔር ዝተመስገነ ይኹን ቤቱ ዝኸዶ ተመሊሱ እዩ ክብሪ ኣምላኽ ብምብራቕ ኣቢሉ መፅዩ ድምጹ ድማ ከም ህማም ብርቱዕ ማያት ነበረ፣ ምድሪ እውን ብኽብሩ በርሀት። ኣሜን። እቲ ኣነ ዝረእክዎ ራእይ ድማ ከምቲ ነታ ከተማ ከጥፍኣ ምስ መጻእኩ ዝረእክዎ ራእይ እዩ። እዚ ራእያት እዚ ኸኣ ከምቲ ኣብ ሩባ ኬባር ዝረእክዎ ራእይ እዩ፣ ተመሳሳሊ። እቲ ክብሪ ኣምላኽ ንሱ እዩ። ኣነ እውን ብገጸይ ፍግም ኢለ ወደቅኩ። ክብሪ እግዚኣብሔር ከኣ ክብሪ እግዚኣብሔር ድማ በታ ናብ ምብራቕ እተርኢ ደገ ናብታ ቤት ኣተወ። ስለዚ በቲ ዝወፆ በቲ ናይ ምብራቕ ደገ ኣትዩ ናብ ቤት ኣምላኽ ኣትዩ እግዚኣብሔር ዝተመስገነ ይኹን። መንፈስ ሃፍ ኣበለኒ ናብቲ ውሽጣታዊ ኣፀድ ኣእተወኒ እንሆን ክብሪ እግዚኣብሔር ነታ ቤት መልኣ ኢሉ እግዚኣብሔር ተመስገነ ይኹን ስለዚ እንታይ ኢና ንብል ዘለና ምብራቕሲ መቕጻዕቲ ናይ ኣምላኽ፣ ፍርዲ ናይ ኣምላኽ ዝመጽኣሉ እዩ። ምድሓን ናይ ኣምላኽ ከምቲ ደቂ እስራኤል ኣብ ባሕሪ ኤርትራ ክረዶም ከሎ ብናይ ምብራቕ ወገን ንፋስ ኣምፅኡ ነቲ ባሕሪ ዝመቐለ ብንፋስ ገይሩ እዩ መቒሉ ካብ ምብራቕ ንፋስ ኣምፅኡ መቒልዎ ክሓልፉ ምድሓን መፅኡ ምንጋፍ መፅኡ ካብ ተቐርቅንሞ ዘሎሲ ምድሓን መፅኡ ኣብ ህዝቅኤል ድማ ብምብራቕ ኣቢሉ ወፅኡ ክቐፆም ከሎ ድሓር ድማ ክምለስ ከሎ ክብሪ ኣምላኽ ምድሓን ኣምላኽ ክመጽእ ከሎ ድማ ብምብራቕ መጽዩ ስለዚ ናብቲ ጀመርና እንቲ ተመለስና ኣብ ራ ሃንስ ሻብዓ ምዕራፍ ጥቕሲ ክልተ ማሕተም እቲ ህያው ኣምላኽ ዘለዎ ካል መልኣኽ እውን ካብ ምብራቕ ፀሓይ ክወፅእ ከሎ ረኽቦ ስለዚ ኣብኡ ተመሳሳላይ ነገርና ክንርኢ እንታይ ክገብር እዩ ዝመጽእ ዘሎ? ነቶም ባሮት ናይ ኣምላኽ ክሓትሞም እሞ፣ እቶም ባሮት ኣምላኽ ምስ ተሓተሙ ብድሕሪ እንታይ ክመጽእ እዩ? ፍርዲ ክመጽእ እዩ፣ ሞት ክመጽእ እዩ፣ መቕጻዕቲ ክመጽእ እዩ። ግናኸ እቶም ባሮት ናይ ኣምላኽ ተሓቲሞም ስለ ዝጸንሑ ካብቲ ሞት ከምልጡ እዮም፣ ካብ ጥፍኣት ከምልጡ እዮም፣ ካብ ኩነኔ ካብ ፍርዲ ከምልጡ እዮም። ምኽንያቱ ካብ ምብራቕ ዝመጸ ማሕተም ተሓቲሞም እዮም። እግዚኣብሔር ዝተመስገነ ይኹን መን እዮም እቶም ዝሕተሙ እንትልና ባሮት ናይ ኣምላኽ ኢልዎም ኣሎ ኣገልገልቲ ናይ ኣምላኽ ንኣምላኽ ዘገልግሉ እዮም ባሮት ናይ ኣምላኽ እዮም ኣብዚ ራ ዮሃንስ እዚ ሽም ክደጋገም ከሎ ንርኢ በዓሉ ዮሃንስ እውን ክጅምር ከሎ እንታይ ኢሉ ኣምላኽ ንባሮቱ መታን ከርዮም ንመን? ንባሮቱ ኽርእዮም። ንሕና ባሮቱ ኢና። ኣብ ምሉእ ዘመናት ዝነበሩ ኣመንቲ ኣገልገልቲ ባሮት ናይ ኣምላኽ እዮም። ስለዚ ራእይ ዮሃንስ ዝተጻሕፈሉ ምኽንያት ንባሮት መታን ከርእዮም ኢሉ ንዮሃንስ ባርዩ ኣርኣዮ ኢሉ ዮሃንስ እውን ባርያ እዩ እቲ ተላእኮ ዝመፅ ዘሎ መልኣኽ ክርእዮ ዝመፅ ዘሎ ድማ ባርያ ንኣምላኽ እዩ ብተደጋጋሚ ክልተ ግዜ ዮሃንስ ነቶም መላእኽቲ ክሰግደሎም ምስ ደለየሲ እንታይ ኢሉ ኖ ኢሎሞ ተጠንቀቅ እዚ ከይትገብሮ ንሕና ኢሎሞ ከማኻን ከምቶም ኣሕዋትካን ባሮት ኢና ኢሎሞ ስለዚ ዮሃንስ ኮነ መላእኽቲ ኮኑ ንሕና ኮና እንታይ ኢና ባሮት ናይ ኣምላኽ ኢና ንጉስና ሓደ እዩ ብጀኩ ካልእ ዝከብር የብልናን ዝነግስ የብልናን ኩላትና ባሮት ኢና መላእክቲ ኮኑ ዮሃንስ ኮነ ንሕና ኮና ባሮት ኢና ስለዚ ነቶም ባሮት ናይ ኣምላኽ ክሓትሞም መጺኡ እቶም ዝሕተሙ እንታይ እዮም ባሮት ናይ ኣምላኽ እዮም እዞም ባሮት ናይ ኣምላኽ ቁጽሮም እቶም ዝሕተሙ ሚእትን ኣርባዓን ኣርባዕተን ሽሕ እዮም እዚኦም ደቂ እስራኤል እዮም ብስጋ ማለት ብስጋ ደቂ እስራኤል እዮም ካብቶም ዓሰርተ ነገድ ናይ እስራኤል ዝሕተሙ እዮም ኔክስት ዊክ ንሱ ብዝርዝር ክንሪኦ ኢና ሕጂ ግና እቲ ቀንዲ ናይቲ መላእኽ ስለ ዝኾነ ናብ ብዝርዝር ኣይንኸይድን ኢና ስለዚ እቶም ዝሕተሙ ሕጂ ኣብ ገሊኡ ሃይማኖታት ናይ ምድንግራ ሃይማኖት ኣሎ ኣብቲ ናይ የሆዋ ዊትነስ እዚኦም ንሕና እዮም ዝብሉ ግናኸ ኣይኮኑን ቃል ኣምላኽ ንጹር ገይርዎ ኣሎ እንታይ ገይርዎ ኣሎ ካብ ነፍሲ ወከፍ ነገድ ናይ እስራኤል እናዘርዘለ ካብ ሮቤል፣ ካብ ጋድ፣ ካብ ይሁዳ፣ ካብ ዮሴፍ፣ ካብ ምናሴ እናበለ ንዓሰርተ ክልተ ነገድ ብሽም ይጠቅስ። ስለዚ ደቂ እስራኤል እዮም ካብ እስራኤል ዝሕተሙ። እግዚኣብሔር ዝተመስገነ ይኹን። እቶም ዝሕተሙ ዓብዮም ዝሕተሙ ኣብ ግንባሮም ክሕተሙ እዮም። ኣብ ግንባርስ ማሕተም ናይ ምንታይ ምልክት እዩ? ማሕተም ናይ ዋንነት ምልክት እዩ። እዚኣቶም ናይ ኣምላኽ እዮም፣ ናይ ኣምላኽ ባሮት እዮም። ስለዚ ናይ ኣምላኽ ዝውንኖም ሰባት እዮም። ስለዚ ማሕተም ይግበሮም። ካልእ ክቲ ማሕተም ናይ ምንታይ ምልክት እዩ? ናይ ምንጋፍ ናይ ፕሮቴክሽን ኣምላኽ ስዋልቶም ከም ዝኾነ ብድሕሩኻ ዝቆፅዑ ክመፁ እዮም እቶም ዝቆጽዖም ምስ መጹሲ ነቲ ምልክት ሪኦም እንታይ ገብርም ክሰግሩ እዮም ኣብ ግብጺ ከ ኣምላክ ከምኡ ገይሩ ምሾ ቅድሚ እቲ መልኣኽ ናይ ሞት ምምጽኡሲ ንደቂ እስራኤል ዝኣዘዞም እንታይ እዩ ገንሸል ፋሲጋ ሕረዱ እሞ ደም ውሰዱ ኣብቲ ልዳውቲ ልኸይዎ ኢሉ ብፍርቂ ለይቲ ሲ እቲ መልኣኽ ናይ ሞት ክሓልፍ እዩ ግብፂ ኢልዎ ኣሎ ክሓልፍ ከሎሲ ነቲ ደም ርዩስ እንታይ ገብር ክሰግር እዩ እሰግር ማለት እዩ ፋሲጋ ክኸውን ማለት እዩ ስለዚ እቲ ዝቐዝፍ ኣብ ኣያቱን እዩ ምክንያቱ እንታይ ኣለዎ ናይ ደም ምልክት ኣለዎ እግዚኣብሔር ዝተመስገነ ይኹን ኣቱም ናይ ደም ምልክት ኣለና ምናልባሽ ንስጋዊ ሰብ ከይረኣዩ ይኽእል እዩ መልኣኽቲ ይፈልጡ ይርዩ ኣለና ምልክት ኣለና ኣጋንንቲ ይርይዎ እዮም ምልክት ኣለና ቱ ናይ ደም ክርስቶስ ምልክት ኣለና ሃለሉያ ስለዚ እቲ ማሕተም እንታይ እዩ ናይ ዋንነት ናይ ኣምላኽ ምዃንካ ካልኣይ ድማ ናይ ምክልኻል ኣምላኽ ሲ ኤናገፈካ ዋልታ ኾነካ ማለት እዩ ነዚ እዚ ኣይትንከፍን እዩ ኣይንትንከፍን ኢና እግዚኣብሔር ዝተመስገነ ይኹን ክብሪ ንጎይታ ይኹን ሕጂ ኣብቲ ማሕተም ኣብቲ ማሕተም ተሓቲሙ ኣብ ግንባሮም ግን ኣብዚ ራዮሃንስ ሻብዓይ ምዕራፍሲ እንታይ ዓይነት ጽሕፈት ከም ዘሎሲ ብግልጺ ኣይነገረና ኣብታ ሻብዓይ ምዕራፍ ማለት እዩ ኣብ ዓሰርተ ኣርባዕተ ምዕራፍ እንተኸይንና ቁሩብሲ ኣፋፍኖት ሂቡና ኣሎ እንታይ ኣብቲ ግንባሮም እንታይ ከም ዝጸሓፍ ማለት እዩ ኣብ ራእይ ዮሃንስ ዓሰርተ ኣርባዕተ ልክ እቶም ሚእትን ኣርባዓ ኣርባዕተን ሽሕ ናቶም ኪገልጽ ከሎ ከምዚ ይብል፣ ጥቕሲ ሓደ፣ ራእይ ዮሃንስ ዓሰርተ ኣርባዕተ ጥቕሲ ሓደ፣ እንሆ ድማ እቲ ገንሸል ኣብ ደረ ደብረ ጽዮን ደው ኢሉ፣ ከረን ጽዮን ደው ኢሉ ማለት፣ ስሙን ስም ኣቡን ኣብ ግምባሮም እተጻሓፎም ሚእትን ኣርባን ኣርባዕተን ሽሕ ከኣ ምስኡ ረእኹ። ስለዚ እዞም ሚእትን ኣርባን ኣርባዕተን ሽሕ ኣብ ግምባሮም እንታይ ተጻሒፉ? ስም ናይ የሱስን ስም ኣቡኡን ኣብ ግንባሮም ጽሑፍ ኣሎ እግዚኣብሔር ዝተመስገነ ይኹን ኣብ ግንባሮም እንታይ ኣሎ ስም ናይ ጎይታ እስም እዚ ኣብ ሰማያት ኣብ ምድሪ ኣብ ትሕቲ ምድሪ ኩሉ ብርክ ዝንብርክኸሉ ስምሲ ኣብ ግንባሮም ተለጢፎም ኣሎ ስም ኣቦ ድማ ኣብ ግንባሮም ኣሎ ኣብ ግንባሮም እቲ ማሕተም ህያው ኣምላኽ ዘሎ ኣበይ ዝሓትሞም ኣብ ግንባሮም ዝሓትሞም እግዚኣብሔር ዝተመስገነ ይኹን ኣብዚ ግዜ ጥራሕ ዘይኮነሲ ንዘልኣለም ኣለም ኣብ ግንባርና ስም ኣምላኽና ክኸውን እዩ ኣብታ ሰማያዊት የሩሳሌም ኣብ ግንባርና እንታኾን ስም ኣምላኽና ኣብ ግንባርና ክፀሓፍ እዩ ከምኡ ብለና ቃል ኣምላኽ ራ ዮሐንስ ስራን ክልተን ጥቕሲ ሰለሰን ኣርባዕተን ድሕሪ ደጊምሲ መርገም ከቶ ኣይክኸውንን እዩ፣ ንኣምላኽን ናይቲ ገንሸልን ዝፋን ኣባ ክኸውን እዩ፣ እቶም ባሮቱ እውን ከገልግልዎን እዮም፣ ገጹ ክርእዩን እዮም፣ ስሙ እውን ኣብ ግንባሮም ክኸውን እዩ። ስም ኣምላኽ ኣብ ግንባርና ክኸውን እዩ። ፕሬዝ ጋድ ክብሪ ንጎይታ ይኹን። ስለዚ እዚኦም ተሓት ዝሕተሙሲ ኣብ ግንባሮም ስም ጎይታ የሱስ ክርስቶስ ስም ኣቦን ዝሕተሙ እዮም። ስለዚ እቲ መልኣኽ ብብርቱዕ ድምፂ ጽውዖም ነቶም ኣርባዕተ መላእኽቲ ኣብ ኣርባዕተ መኣዝን ጠጠው ዝበሉ ሓንሳእ እዚ መቕጻዕቲ ከይትገብሩ ቅድም እቶም ንኣምላኽ ሰባት መታን ክሕተሙ ሓንሳእ እብሎም። እግዚኣብሔር ዝተመስገነ ይኹን። እዚ ማሕተም እዚ ማሕተም ህያው ኣምላኽ ኢልዎ ኣሎ ኣምላኽና ህያው ኣምላኽ እዩ ጴጥሮስ እግዚኣብሔር ኣቦ ምስ ገለጸሉ ኣነ መን ኢሉ ምስ ሓትቶም ጴጥሮስ እንታይ ኢሉ መሊሱ ንስኻ ክርስቶስ ወዲ እቲ ህያው ኣምላኽ ኢኻ ክርስቶስ ወዲ እቲ ህያው ኣምላኽ ዝዓበ መግለፂ ማለት እዩ ንስኻ ከውሒኻ ኢልዎ ንማሕበረ ድማ ኣብዚ ከውሒ እዚ ክሓንጻ እየ ኣበይ ኣብቲ ብምግላጽ ዝረኸቦ ማለት እዩ ማሕበር ኣምላኽ ዝሕነጽ ኣነን ንስኻትኩም እንሕነጽ ኣብ ምግላጽ ንኣምላኽ እዩ ኣብ ምግላህ ንኣምላኽ እዩ ህያው ኣምላኽ ምዃኑ እንድህዳ ተረዲዩና ተሓኒፅና ኣለና ማለት ኢና ክርስቶስ ህያው ኣምላኽ ኣምላኽና ህያው ምዃኑ ተፈሊጥና ማሕበር ኣምላኽ ተሓኒፃ እያ ደገታት ሲኦል ድማ ኣይክሕኢሉዋን እዮም ከምኡ ኢሉ ኣሎ ሃለሉያ ሓይልና ኣበይ እዩ ንምፍላጥ ነቲ ህያው ኣምላኽ እዩ እዚ መልኣኽ እዚ ድማ ማሕተም ህያው ኣምላኽ ሒዙ ዝመፅ ዘሎ እምበኣር ንሕናስ ቀደምሲ ጣወታትና ነምልኽ ነርና ከምቲ ኣብርሃም ጣወታት ዘምልኽ ዝነበረ ቅድሚ ጎይታ ምፍላጥና ነቶም ክሰምዑ ዘይክእሉ ክዛረቡ ዘይክእሉ ክርዩ ዘይክእሉ ዓባሳ ፀማማት ክኸዱ ኣይክእሉ ኣይንቀሳቀሱን ዕኑዳት ንኦም ነምልኽ ነርና፣ ኣምላክ ግና ብምሕረቱ ምጸወዓና። ሕጂ ግና ንህያው ኣምላኽ ነምልኽ ኣለና። ንህያው ኣምላኽ ነምልኽ ኣለና። ኣብ ቀዳማይ ተሰሎንቄ ምዕራፍ ሓደ ጥቕሲ ትሽዓተን ዓሰርተን ከምዚ ይብለና፣ ነቲ ህያውን ንሓቂ ኣምላኽን ከተገልግሉ፣ ንመን ነገልግል ኣለና? ንህያውን ነቲ ንሓቂ ኣምላኽን ከ ነገልግል ኣለና። ነቲ ካብ ምዉታት ዘተንስኦ እሞ ካብቲ ዝመጽእ ቁጥዓ ዘድሕነና ወዱ የሱስ ካብ ሰማያት ክትጽበዩ ካብ ጣወታት ናብ ኣምላኽ ከመይ ጌርኩም ከም እተመለስኩም እቲ ናባኻትኩም ምእታውና ከመይ ከም ዝነበረን ብዛዕባና ባዕላቶም ይነግሩ ኣለዉ ኢሎ እግዚኣብሔር ዝተመስገነ ይኹን ንህያው ኣምላኽና ነገልግል ክብሪ ንጎይታ ይኹን ኣሜን። ሕጂ ደቂ እስራኤል ተገ ኣብ ዘዳግም ሓሙሽተ ዕስራን ሽዱሽተን እንታይ ኢሎ ሙሴ ተዛሪቡ ከማናሲ ድምፂ እቲ ህያው ኣምላኽ ሰሚዑስ ብህይወት ዝነበረስ ኣሎ ዶ ኢሉ ምክንያቱ ድምፁ ሓይሊ ዘለዎ እዩ ኣኽራናት የንቅጥቅጡ ባሕሪ ትምቀል ግና ድምፁ ሰሚናስ ብህይወት ምንባርናስ ምሕረቱ ኢሎ ዘዳግም ሓሙሽተ ዕስራን ሽዱሽተን ከማናስ ድምፂ እቲ ህያው ኣምላኽ ስሚዑስ ብህይወት ዝነበረ ሰብሲ ኣሎ ድዩ ኢሉ ኦ ኣሕዋተይ ንህያው ኣምላኽና ነገልግል ዝርኢ ዝሰምዕ ዝንቀሳቐስ እዚ ንዝፈጠረ ኣይሰምዕ እንዶ ኢሎ ይሰምዕ ባ ዓይኒ ዝፈጠረስ ኣይርኢ እንዶ ኢሎ ርኢ ባ እግዚኣብሔር ይመስገን ሓደ ጊዜ ሶዶቃውያን ዝበሃሉ ትንሣኤ ካብ ሙታት ዘይኣምኑ መፅም ንጎይታ የሱስ ክርስቶስ ሓቲቶሞ ብዛዕባ ናይ ትንሣኤ ናይ ሙታት ኣብ እም፣ ሉቃስ ምዕራፍ 20 ጥቕስ 27 ካብቶም ትንሣኤ ሙታት የልቦን ዝብሉ ሳዱቃውያን ድማ ሓሎ ናብ መፅኦም ሓተትዎ ኣብኡ ብዝርዝር ክኸይድ ኣይደልን እየ፣ ሓጺር መልሲ ክህበኩም ሓቲቶሞ፣ ንሱ ከኣ ክምልሰሎም ከሎ ከምዚ ኢሉ መሊሱሎም፣ ጥቕሲ ሰላሳን ሸውዓተን ሰላሳን ሸሞንተን፣ ምዉታት ከም ትንስኡ ግና ኢሉ ጐይታ እዩ ዝምልስ ዘሎ፣ ሙሴ ድማ ኣብቲ ዓሻ ቍጥቋጥ ንእግዚኣብሄር ኣምላኽ ኣብርሃምን ኣምላኽ ይስሓቅን ኣምላኽ ያእቆብን ብምባሉ ኣርኣየ። ስለዚ ንሙሴ ኣብቲ ቍጥቋጥ ኣምላኽ ክግለጸሉ ከሎ ሽሙ እንታይ ኢሉ ኣነ ኣምላኽ ኣብርሃም እየ ኢሉ ኣምላኽ ይስሓቅ ኣምላኽ ያዕቆብ እዚኦም ሰባት እዚኣቶም ከዓ ብስጋ ሞይቶም እዮም ግና ህያዋን እዮም ህያዋን እዮም ስለዚ ንሱ ሲ ናይ ምንታይ ኣምላኽ እዩ ናይ ህያዋን ኣምላኽ እምበር ናይ ሞታት ኣምላኽ ኣይኮነን ከምኡ ብምባሉስ ኣርኣየ ኢሉ ንኡ ኩሎም ህያዋን እዮም ንኣምላኽ ኣምላኽ ህያው እንድዩ እቶም ንኡ ዝኣምኑኻ ኩሎም እንታይ እዮም ህያዋን እስከ በሉ ህያዋን ንዑ ኩሎም ህያዋን እዮም በዓል መን በዓል ኣብርሃም በዓል ይስሃቅ በዓል ያዕቆብ ንሙሴ ክዛረብ ከሎ ኣምላኽ ሲ ኣብርሃምን ይስሃን ያዕቆብ ህያው ምዃኑ ዝዛረብ ዘሎ ማለት እዩ ሃሌሉያ ንኣምላኽ ዝኣመነ እንታይ ህያው እዩ ፎር ኤቨር ካብ ሞት ናብ ህይወት ሰጊሩ እዩ ንዑ ኩሎም እንታይ እዮም ህያዋን እዮም በዓል መን በዓል ኣብርሃም ብስጋ እኳ የለውን ግን ህያዋን እዮም ኣየ ቃል ኣምላኽ ንሱስ ንህያዋን እምበር ናብ ምዉታት ኣምላኽ ኣይኮነን ኣምላኽ ናይ ህያዋን እምበር ናይ ምዉታት ኣይኮነን ሓቅና እንድና ምሾ ንሱ ናይ ህያዋን ኣምላኽ እምበር ናይ ምዉታት ኣምላኽ ኣይኮነን ምክንያቱ እቶም ዝኣመኑ ኩላቶም እንታይ ንዑ ህያዋን እዮም ድሓር ጎይታ የሱስ ክርስቶስ ካብ ሙታት ዝተንስአ ማርያም ሳብቲ መቓብር ከይዳ ክደልዮ ከይድ እቶም መላእኽቲ መፂኦም እንታይ ኢሎማ ስለምንታይ ነቲ ህያው ኣብ ማእኸል ሙታት ትደልዮ ኣለኺ ንሱስ ተንስኡ ኣብዚ የልቦን ንሱ ህያው እዩ የሱስ ህያው እዩ፣ ኣብ ማእከል ምዉታት የልቦን፣ እቶም ናቱ ድማ ህያዋን እዮም። ንሱስ ናይ ህያዋን እምበር ናይ ምዉታት ኣምላኽ ኣይኰነን። እግዚኣብሔር ዝተመስገነ ይኹን። ስለዚ እዚ መልኣኽ እዚ ማሕተም ህያው ኣምላኽ ሒዙ ዝመፅ ዘሎ ዝንቀሳቐስ ዛረብ ዝሰምዕ ዝርኢ ተኣምራት ዝገብር ኩሉ ኣብ ኢዱ ዝሓዘ ማሕተም ህያው ኣምላኽ እዩ ዝመፅ ዘሎ ኣምላኽና ህያው እዩ ንሕና ህያዋን ኢና እቶም ዝኣምኑ ህያዋን እዮም ኣብ ህይወት ኣለና እግዚኣብሔር ዝተመስገነ ይኹን ጎይታ የሱስ ክርስቶስ ንዮሃንስ ክላለዮ ከሎ ኣብዚ ረኣ ዮሃንስ ከመይ ገይሩ ተላለዮ ኣነ ኢልዎ ምሾ እቲ ቀዳማይ ዳሕራይ ሞይተ ዝነበርኩ እነሆኻ ንዘለኣለም ኣለም እንታይ ህያው እየ ንዘላእለም ኣለም ህያው እዩ ሞይቱ ዝነበረ ህያው እዩ መርሖ ሞትን ሲኦልን ድማ ኣብ ኢዱ ዝሓዘ ጎይታና ነምልኽ እግዚኣብሔር ዝተመስገነ ይኹን ስለዚ ንምንታይ ዝሕትሞ ዘሎ ብድሕቲ ማሕተምሲ መቕፃዕቲ ስለ ዝመፅእ ማለት ፍርዲ ስለ ዝመፅእ እዚ ኸምዚ ተመሳሳሊ ቅድሚ ሕጂ ኣብ ግዜ ህዝቅኤል ኮይኑ እዩ። ኣምላኽሲ ንከተማ የሩሳሌም ክቐጽዕ ምስ ደለየ እንታይ ገይሩ? ነቶም ንኣምላኽ ሰባትሲ ክሕተሙ ኣዚዙ እዩ። ኣብ ህዝቅኤል ታሽዓ ምዕራፍ ካብ ሓደ ክሳብ ሓሙሽተ ዘሎ እንተ ኣንቢብና ህዝቅኤል ታሽዓ ምዕራፍ ኣብቲ ግዜ እቲ ከተማ የሩሳሌም ረኺሳ ተበላሻ ነይራ። ግናኽ ኣብታ ማእከል ከተማ ናይ ብሓቂ ጽድቂ ዝፈቱ ብጽድቂ ዝመላለሱ ዝበኽዩ ዝሓዝኑ እህህ ዝብሉ ስለ ሓጢኣታ ስለቲ ዝግበር ዘሎ ዓመጻ እንታይ ዝሳቐዩ ቅዱሳት ጻድቃናት ሰባት ነይሮም። ነታ ከተማ ድማ ኣምላኽ ከጥፍኣ ደልዩ ክቐፅዕ ደልዩ ብሞት ክቐፅዕ ደልዩ ቅድሚኡ ግና እንታይ ኢልዎም በቃ ቅድም ነቶም ናይ ኣምላኽ ሰባት በቲ ዓመፃ ዝበኽዩ ዝሓዝኑ ንኣታቶም ማሕተም ግበረሎም ድሕሪ ግና መላእኽቲ ልኢኹስ ነታ ከተማ ኣጥፍዋ ምስ ኣተኹም ነቶም ማሕተም ዘሎ ከይትንክፉ ኢሎም ኣይቶም ድማ ቀፂዖም ከነንብብ ኢና ምስዚ ህጂ ራ ዮሃንስ ተመሳሳላይ ስለ ዝኾነ ማለት እዩ ህዝቀል ታሻዕ መራፍ ካብ ሓደ ክሳብ ሓሙሽ ዘሎ ከነንብብ ኣብ ኣዛኔኻ እቶም ነታ ከተማ ዝቆፅዑስ ነፍሲ ወከፎም እቲ ዘጥፍሉ ኣፅዋር ኣብ ኢዱ ሒዙ ይቕረብ እናበለ ዓው ኢሉ ጨደረ ስለዚ ኣፅዋር ተላኢኾም ኣፅዋር ሒዞም እቶም መላእኽቲ ከጥፍኡ ተላኢኾም እነሆ ድማ ሽዱሽተ ሰብኣይ ነፍሲ ወከፎም እቲ ዝቐትሉሉ ኣጽዋር ኣብ ኢዱ ሒዙ ካብቲ መንገዲ ናብ ሰመን ኣቢሉ ዘርኢ ላዕላይ ደገ መጹ። ሓደ ሰብኣይ ካብ ልሕጺ እንጣጠ እተገብረ ዓለባ እተኸድነ፣ ናይ ጸሓፊ ቀርኒ ቀለምን ኣብ ሕቖኡ ዘለዎ ኣብ ማእከሎም ነበረ። ኣትዮም ኣብ ጥቓ እቲ መሰውኢ ነሓስ ቈሙ። ክብሪ ኣምላኽ እስራኤል ካብቲ ዝነበሮ ካብ ልዕሊ ክሩቤል ተላዕለ፣ ናብቲ ልዳታ ቤትካ ከደ። ነቲ ካብ ላሕጺ እንጣጢዕ እተገብረ ዓለባ እተኸድነ፣ ናይ ጸሓፊ ቀርኒ ቀለም እውን ኣብ ሕቖኡ ዝነበሮ ሰብኣይ ጸውዖ። እግዚኣብሄር ከኣ ብማእከል ከተማ፣ ብማእከል የሩሳሌም ሕለፍ እሞ፣ ነቶም ብዛዕባ እቲ ኣብ ማእከላ ዝግበር ዘሎ ጽያፍ ዝጕህዩን ዝትክዙን ኣብ ገግምባሮም ማሕተም ግበረሎም በሎ። ስለዚ ነቶም ብዓመፅ ዝሓዝኑ ብሓጢኣት ዝሓዝኑ ባሮት ናይ ኣምላኽ ጽድቂ ዝፈቱ ማሕተም ኣብ ግንባሮም ግበረሎም ኢልዎ ኣነ ኸ እናሰማኹ ነቶም ካልኦት በሎም ድድሕሪ በታ ከተማ ሓሊፍኩም ውቕዑ ዓይንኹም ንሓደ እኳ ኣይትነሓፉ ኣይትራሕሑ በሎም ስለዚ ቅድም መን እዩ ዝኸይድ ቅድም እቲ ማሕተም ዘለዎ እዩ ዝኸይድ ብድሕሪ እቶም ዝቐፅዑ መፁ ማለት እዩ ስለዚ እቲ ቅድም ማሕተም ዘሎ ማሕተም እናገበረ ክሓልፍ ከሎ ክኸይድ ከሎ ብድሕሪ ድማ እቶም ኣፅዋራት ዘሎም ዝቐትሉ መፁ ሕጂ ርኢ ምስ ኣበሉ ማሕተም ኣብ ግንባር ዘብል እንተኾይኑ እቐትሎ እቐዝፉ ኣይትንሓፉ ኢሎም ንኩላቶም ክቕተልዎም ኢለዎም ምክንያቱ ናይ ፍርዲ ግዜ እዩ

ንሳቶም ወጹ ኣብታ ከተማ ውን ይወቕዑ ነበሩ ይብለና ቅድሚም ግና ማሕተም እዩ ከይዱ ስለዚ ኣብራ ዮሃንስ ዝርኢ ዘለና እንታይ ብድሕሪ ዝመፅ መቕዘፍቲ ኣሎ ማለት እዩ መቕተልቲ ኣሎ ማለት እዩ ስለዚ ቅድም ግና ጠጦ በሪሎም ነቶም መላእኽቲ ነቶም ኣርባዕተ መላእኽቲ ቅድም ማሕተም ክንገብር ድሕሪ ፍርዲ ክመፅ ኢልዎም ተመሳሳላይ ዝኾን ዘሎ ኣምላኽ ምሕረተኛ ኣምላኽ እዩ ምሕረተኛ ኣምላኽ እዩ ሕጂ ናባና ንመለስ ኣሕዋት ናባና ንመለስ ንሕና ድሮ ማሕተም ኣምላኽ ኣለና ኣምላኽ ሓቲሙና እዩ ድሮ ሓቲሙና እዩ ነቲ ህያውን ንሓቅን ኣምላኽ መታን ከተገልግሉ ካብ ጣወታት ናብ ኣምላኽ ከመይ ጌርኩም ከም ተመለስኩም ኢልዎ ኣሎ ተመሊስና ኣለና ነቲ ናይ ህያው ኣምላኽ መታን ከነገልግል ሕጂ እንታይ ኣለና ኣብ ልብና ማሕተም ናይ መንፈስ ቅዱስ ኣለና ከምኡ ብለና ቃል ኣምላኽ ኣብ ኤፌሶን ቀዳማይ ምዕራፍ ኤፌሶን ንኺድ ስለዚ ናይቶም ኣብ ሸውዓት ዓመት ናይ መከራ ግዜ ዝሕተሙ እሳቶም ሕተሙ እንዲዮም ኣምላኽ መስገን ናትና ድማ ብግደና ድሮ ቀድምና ተሓቲምና ኣለና ሃለሉያ ሃለሉያ እቲ ማሕተም ድማ ከመይ ገይሩ ንዓና ከም ዝከላኸለና ክንርኢ ኢና እግዚኣብሔር ተመስገነ ይኹን ኤፌሶን ሓደ ዓሰርተ ሰለስተ ከም ዝብለና ንስኻትኩም ውን ብእኡ ቃል ሓቂ ናይ ምድሓንኩም ወንገል ምስ ሰማዕኹም ብእኡ ውን ምስ ኣመንኩም ብነት ተስፋ መንፈስ ቅዱስ ተሓቲምኩም ሃለሉያ ንሕና ተሓቲምና ኣለና ብተስፋ መንፈስ ቅዱስ ተሓቲምና ኣለና እዚኣቶም ኣብ ሽሓ ኣብታ ናይ ሸውዓተ ዓመት ክሕተሙ እዮም ንሕና ግና ኦረዲ ማሕተም መንፈስ ቅዱስ ኣለና ብተስፋ መንፈስ ቅዱስ ማሕተም ኣለና ሃለሉያ ስለዚ ኣብቲ ናይ ሸውዓተ ዓመት መከራ ኣይክንህሉን ኢና እቶም ማሕተም ዘሎም እንታይ ክን- ክንጠቑ እዮም ክኸዱ እዮም ራፕቸር ኣሎ ምንጣቕ ኣሎ ጎይታ ብትእዛዝ ጭድታ ድምፂ ልቀ መላእኽቲ ክመፅእ እዩ እቶም ደቂሶም ዘሎ ድማ ክትንሱ እዮም ቅድም ክትንሱ እዮም ንሕና ድማ ሰማያዊ ስጋ ለቢስና ክንለዓል ኢና እቲ መዓት ቅድሚ ምምፁ ስለዚ ማሕተም ኣለና መምለቑ ዝኾነ ማሕተም ወረዲ ኣለና ክብሪ ንስሙ ይኹን ደስ ይበልኩም ተሓጎሱ ንኣምላክ ክብሪ ሃብዎ ኣመስግንዎ ሓቲሙና እዩ ተሓቲምና ኢና ማሕተም ንኣምላኽ ኣለና ኣብ ኤፌሶን ከይወፃና ምዕራፍ ኣርባዕተ ጥቕስ ሰላሳ ከም ዝብለና ነቲ ንመዓልቲ ምድሓን እተሓተምኩምሉ ንኣምላኽ መንፈስ ቅዱስ ኣይተጉህዎ ንመዓልቲ ምድሓን እንተ ተሓቲምና ኣለና መንፈስ ቅዱስ ንኡ ግና ኣይተጉህዎ ኢልዎ ኣሎ ንመንፈስ ቅዱስ ኣይተግህዮ ከመይ ጌርካ ከተግህዮ ትኽእል ንመንፈስ ቅዱስ ብዘረባኻ ብሓሳብካ ብተግባርካ ንሱ ንመዓልቲ ምድሓን ተሓቲምካሉ ዘለኻ መንፈስ ቅዱስ እዩ ጎይታ ክመፅእ ከሎ ምድሓን ስጋና እናተፀበና ኢሎን ሕጂ ምድሓን ስጋና ንፅበ ኣለና ሽዑ ሰማያዊ ስጋ ክንለብስ ኢና ሽዑ ምድሓን ነፍሳትኩም ምስ ረኽብኩምዎ ኢሉ ጴጥሮስ፣ ብዘይንገርን ብኽቡርን ሓጐስን ክትሕጐሱ ኢኹም። ብዘይንገር ሓጐስ፣ ብኽቡር ሓጐስ ክንሕጐስ ኢና። ቅድሚ ማይ-ኣሂ ምምጽኡ ሄኖክ ኣምሊጡ ከይዱ። ሄኖክ እንታይ ኮይኑ? ተነጢቑ ከይዱ። ምሾ ሞት ኣይራየን ኣግዒዙ ኣምላኽ። ንሱ ግዕዝ ምስ በለ ማይ-ኣሂ መጺኡ ንዓለም ኣጥፍዮ። ኖህ ብኡ ሓሊፉ ድሒኑ። ንሕና ክንከይድ ኢና። እዞም ሚእትን ኣርባዕተን ሽሕ ድማ ብኡ ሓሊፎም ክድሕኑ እዮም ከም ኖህ ንሕና ግና ከም ሄኖክ ክንጠቕ ኢና ኣምላኽ ክበር ተሓቲምና ኣለና ነቲ ንመዓልቲ ምድሓን እተሓተምኩምሉ ናይ ኣምላኽ መንፈስ ቅዱስ ኣይተግህዮ ንሕና ድሮ ተሓቲምና ኣለና ቤዝ ደስ ይበልኩም ኣሕዋተይ ካልእ ድማ ካልእ ጥቕሲ ድማ ካልእ ጥቕሲ ኣብ ካልኣይ ቆሮንጦስ ምዕራፍ ሓደ ተመሳሳላይ ሃዋርያ ጳውሎስ ጽሒፉ ኣሎ ከም ተሓተምና ወረዲ ተሓቲምና ኣለና ሕትመት ናይ መንፈስ ቅዱስ ኣለና ዝተሓተመ ሰብ ንኣምላክ ክብሪ ይሃብ እግዚኣብሔር ዝተመስገነ ይኹን ካብ ዓሰርተ ትሽዓተ ክሳብ ዕስራን ሓደን ዘሎ ከንብብ እየ ካልኣይ ቆሮንጦስ ምዕራፍ ሓደ ካብ ዓሰርተ ትሽዓተ ክሳብ ዕስራን ሓደን እቲ ብኣና ማለት ብዓይን ስልዋኖስን ጢሚጦስን ኣብ ማእኸልኩም እተሰብከ ወዲ ኣምላኽ የሱስ ክርስቶስ ብኡ እወ እዩ እምበር እወን ኣይኮነን ኣይነበረን ኣምላኽ እሙን ከም ዝኾነ እቲ ንኣኻም ዝነገርናዮ ቃል እወን ኣይኮነን ኣይነበረን ተስፋ ኣምላኽ ዘበለስ ኣብኡ እወ እዩ ስለዚ ኸኣ ኣምላኽ ብኣና ምእንቲ ክኸብርሲ ብእኡ ኣመን እዩ። ግናኸ እቲ ብክርስቶስ ገይሩ ምሳኻትኩም ዘጽንዓናን ሓደ ዝቐብኣናን ተቐብኤ ሰብ ኣሎ? ተቐብኤ ሰብ ኣሎዶ? እቶም ብክርስቶስ ዝኣመኑ ኩላቶም እንታይ እዮም? ቅቡኣት እዮም ቃል ኣምላኽ እውን ብለና ጳውሎስ ንሰብ ቆረንጦስ ክጽሕፍ ከሎ ምሳኻትኩም ዘጽናዕና ኢሉ ዝቐብኣና ዝቐብኣና ኣብዚ ሓድሽ ኪዳን ከምዚ ዘይተኣፍስስካ ምቕባ ገለስ ብዙሕ የለን ኣብ ሓድሽ ኪዳን ዘይቲ መን እዩ ዝፈሶ እንቲልና ንሕሙማት ኸኣ ኣፍሲስካ ጽለሎም ከም ብለና ነቲ ሕሙምሲ ዘይቲ ናብሱ ጽልል ኣብ ሃዋርያት ግዜስ ንዝኾነ ክቕባእ ኢሎም ዘይቲ ዝቐብኦ የለን እዚ ኣብ ብሉይ ኪዳን እዩ ነይሩ ኣብ ሓድሽ ኪዳን ግና ኦረዲ ተቐቢና ኣለና ብለና ብክርስቶስ ዝቐብኣና ኢሉ ንስኻትኩም ቅብኣት ካብ ቅዱስ ኣለኩም ንኹሉ እውን ትፈልጦ ኢኹም ኢሉ ኣሎ ቃል ኣምላኽ ግናኽ ብክርስቶስ ገይሩ ምሳኹም ዘጽናዕናን ዝቐብኣናን እቲ ዝሓተመና እውን ማሕተም ኣለና ኣብ ልብና እውን ዕርቡን መንፈስ ዝሃበና ኣምላኽ ንሱ እዩ እግዚኣብሔር ዝተመስገነ ይኹን ዝሓተመና ዘጽንዓና ዝቐብኣና ኣብ ልብና ድማ ዕርቡን መንፈስ ዝሃበና ኣምላኽ እዩ ተሓቲምና ኣለና መዝሙር ዳዊት 86 17 ከምዚ ይብል

ጸላኣተይ ሪኦም መታን ክሓፍሩሲ ኣብዚስ ምልክት ግበረለይ ኢሉ ናይ ምድሓን ናይ ድሓን ምልክት ግበረለይ ኢሉ ኣታ ናይ ድሓን ምልክት ኣለኩም ጸላኢኻ ርኢ ምስ ኣበለስ ይሓፍር እዛ የሱስ ዘድሓኖ እንዲ እዛ ደም ዘለዎ እንዲ ብደም ክርስቶስ ተዓደገኒ ማሕተም መንፈስ ቅዱስ ኣሎ ክትንክፎ ኣይከደን ይሓፍር እግዚኣብሔር ዝተመስገነ ይኹን እግዚኣብሔር ይባረክ ተሓቲምና ኢና ኦረዲ ተሓቲምና ኢና ተሓቲምና ኢና ተሓቲምና ኢና ተሓቲመ ኣለኹ ተሓቲምካ ኣለኻ ተሓቲምኪ ኣለኺ እንታይ ኢሉ መስለኩም ኣምላኽ ሲ እግዚኣብሔር ነቶም ናቱ ዘበሉ እንታይ ገብሮም ይፈልጦም ኢሉ ኣሎ እዚ ማሕተም እዚ ከ ኣለዎ ኢሉ ስም እግዚኣብሔር ሰብ መዘበለ ካብ ዓመፃ ይረሓቅ ኢልዎ ኣሎ እዚ ማሕተም ንኣምላኽ እዩ ካልኣይ ጢሚጦስ ካልኣይ ምዕራፍ ካብ ዓሰርተ ኣርባዕተ ክሳብ ዓሰርተ ትሽዓተ ዘሎ ኣብዚ ንሓሶት ትምህርቲ ኣምፅኦም ነታ ማሕበር ዘገላብጡ ክልተ ሰባት ነይሮም ብዛዕቡ እንታይ ይብሉ እምነት ሓያለ ሰባት እንታይ ይገብሩ ኣሎ ይገላብጡ ኣለዉ ግና እቲ ፅኑዕ መሰረት ኣምላኽ እንተኮይኑ ኣሎ ቆይሙ ኣሎ። እዚ ማሕተም እዚ እውን ኣለዎ ኢሉ። እቲ ፅንዑ መሰረት ቆይሙ ኣሎ። ኣይናይ መሰረት እቲ መሰረት ናይ ኣምላክ ቆይሙ ኣሎ። እግዚኣብሔር ነቶም ናቱ ይፈልጦም እዩ። እንታይ ብኸመይ ይፈልጦም? ማሕተም ስለ ዝገበረሎም ዋንነት ንማሕተም ስለ ዝገ- ይፈልጦም እዩ። ስም እግዚኣብሔር ዝሰምእ ዘበለ ካብ ዓመፃ ይርሓቕ ኢልዎ ኣሎ። ከነንብብ ኢና። ነቶም ዝሰምዑ ዘስሕቶም ረብሓ ዘይብሉ ቃል ከይበኣሱ ኣብ ቅድሚ እግዚኣብሔር እናመስከርካ እዚ ኣዘክሮም። ንርእስኻ ነቲ ቃል ብሓ- ቃል ሓቂ ብቅንዕና ዘማቅል ዘሕፍር ዘይብሉ ፍቱን ዓያ ጌርካ ንኣምላክ ከተርእዮ ጸዓር ነቲ ፍረ ዘይብሉ ርኹስ ዘረባ ግና ኣግልሰሉ ናብ ሬስነት እናገደዱ ይኸዱ እዮም እሞ እቲ ዘረብኦም ከኣ ከም መንሽሮ እናላሓመ ዝባላ እዩ ሄሜኖስን ፈሌጦስን ካባታቶም እዩ ስለዚ እዚ ከም መንሽሮ ተላጋባይ እዚ ናይ ካንሰር ሕማም ከምኡ እናገበረስ ይላገብ እዩ ኢሉ ኣሎ ናይዞም ክልተ ሰባት ንሳቶም ትንሳኤ ቅድሚ ሕጂ ኮይኑ እናበሉ ካብ ሓቂ ዘንቢሎም እምነት ሓያሎ ሰባት ይገላበጡ ኣሎ ስለዚ ናብ ብዙሓት እምነት እንታይ ገይሮሞ እዮም ኣገላቢጦም እዮም እምነት ሓያሎ ሰባት ኣብ ቀረባ ዝፀንሑ ኣገላቢጦም እዮም ብዘይግድስ ግና እቲ ፅኑ መሰረት ኣምላክ ግና ቆይሙ ኣሎ ኣብቲ ህያው ኣምላኽ ተሰረተ ሰብ መሰረት ናይ ጻድቃን እዩ ሱር ናይ ጻድቃን ኣብ መጽሓፍ ምሳሌ ምንቕ ኣይብልን ኢልዎ ኣሎ ሱር ናይ ጻድቃናት ምንቕ ኣይብልን እዩ ኣሕዋተይ ሃለሉያ ምንቕ ኣይብልን እዩ እቲ ፅኑዕ መሰረት ኣምላኽ ቆይሙ ኣሎ እዚ ማሕተም እዚ እውን ኣሎ እንታይ ማሕተም ኣሎ እግዚኣብሔር ነቶም ናቱ ዘበሉ ይፈልጦም እዩ ኣምላኽ ይፈልጥ ነቲ ናቱ ፈልጦ እዩ ስም እግዚኣብሔር ዝሰምዕ ዘበለ ካብ ዓመፃ ይርሓቅ ኢሎ ኣሎ እግዚኣብሔር ዝተመስገነ ይኹን ስለዚ መሓተም ኣለና ናይ ግብፂ ርኢና ሕጂ እም፣ እዚ እንድሕዳ ተረዲዩና ኣብ ግብፂ ብደም ገይሩ ምልክት ገይሩ ቅድሚ ናይ ፋሲጋ ግዜ ምምፁ ቅድሚ እቲ ዝቐዝፍ መልኣኽ ምምፁ ንዓና ድማ ድሮ ኣምላኽ ሓቲሙልና እዩ። እዚ ካብ ምብራቕ ጸሓይ ዝመጽእ ድማ ነቶም ሚእትን ኣርባዓን ኣርባዕተን ሽሕ ክሓትሞም እዩ። እዚ ኩሉ ምስ ሓለፈ ኣብ ዓድና እንታይ ዝበሃል ኣበሃላ ኣሎ ድሕሪ ማይ ኣብ በዓቲ ዝበሃል ኣብ ምዕራብ ኣሰ ስለ ሰይጣን ደንግ እዩ ዋላ ሓንቲ ክፈጥሩን ስለ ዘይክእል እንታይ ሰነፍ እዩ ኮፔ ፔስ ገብር ናቱ ከዓ ማሕተም ገይሩ ሽዱሽተ ሚእቲ ስሳ ሽዱሽተን ገይሩ ሰባሲ ክሓትም ይጅምር ዋላ ሓንቲ ጓል ሓድሽ ዝፈጥሮ እኳ የብሉ ሕጂ ሰባት ራእይ ዮሓንስ ከንብቡ ከሎ ክርእዩ ከለዉ ሲ በቃ ን ኣጋኒኖም ርእዎ ንሱ ኮፒ ፔስት እዩ ንሕና ወረቲ እዩ ተሓቲምና ዝወዳና እዩ ንሰይጣን ሲ ወላ ከነቋጽሮ ከማን ኣይግባኣናን እዩ ንሕና ድሮ ተሓቲምና ኢና ክንከይድ ኢና ንሱ ኮፒ ፔስት እናገበረ ከምዚ ናይ ሰነፋት ተምሃሮ ከምኡ ይገብር ሓድሽ ክፈጥር እውን ኣይክልን ሰብ ኣብቲ ሽዱሽተ ዝፃቀጭ ይዛረብ ወላ ኣማኒ ኮይኑ ክብል ከሎ ኣነ ይሐዝነኒ ናትና እባ ንዛረብ ማሕዛ ክንዛረበሉ ኢና መንፈስ ቅዱስ ሓቲምና ኣለና ሓቲሙና እዩ ናቲ ኮይና ኢና ክንጠቕ ኢና ንምስከድና ነቶም ናቱ ከዓ ኮፒ ፔስ ገይሩ ሓድሽ ኣይኮነን ሓድሽ ኣይኮነን ሓድሽ ዝኾይኑ ከማን ሰርፕራይዝ ኮንካ ዋው ትብል ዓለም ሙሉ እኳ ሰርፕራይዝ ክኾኑ ብሰይጣን ነዚ ዝመስሎ መን ኣሎ ኢሎም ክግረም ኢለዎል ከምልኽዎ እዮም ስለ ዘፈለጥዎ ነቲ ጎይታ ጎይቶት ንጉስና ነገስታት ስለዚ እቲ ኣብቲ ዓሰርተ ሰለስተ ምስ በፅሓና ምስናትና ኣወዳድርካ ሰማይ ምድሪ እግዚኣብሔር ይኽበር እግዚኣብሔር ይመስገን ኦኬ ኣብዚ ኣመስግና ክንውዲ ኢና ከጠቓልሎ እሞ ናይ ሎማዓንቲ ትምህርትና ስለዚ ራእይ ሓንስ ሻባዕ ምዕራፍ ኣብ ኣርባዕት መቐልና ኣለና እቲ ቀዳማይ ኣርባዕት መላእኽቲ ክመፁ እዮም ኣብ ኣርባዕተ መኣዚ ናብ ምድሪ ትጠይሎም ንኣርባዕተ ንፋሳት ክሕዙ እዮም ሽዑ ካልእ ሓምሻ መላእኽት ነቶም ኣርባዕተ መላእኽቲ ብብርቱዕ ድምፂ ክፅውዖም እዩ ሓንሳእ ንባሕሪ ንምድሪ ንኣእዋም ኣይትግዱ ክብሎም እዩ ቅድም ነቶም ባሮት ናይ ኣምላኽ ስንታይ ኣብ ገግ ግንባሮም መሓተም ክንገብረሎም ይብሎም እቶም ባሮት ኣምላኽ ድማ ኣብ ሳልሳ እንተኸድና ሚእትን ኣርባ ኣርባዕተን ሽሕ ካብ እስራኤል ካብ ነፍሲ ወከፍ ነገር ዓሰርተ ክልተ ሽሕ ከም ዝሕተሙ እነግረና ቃል ኣምላኽ ማለት እዩ ብድሕሪ ድማ ዝመፁ ቁፅሪ ዘይብሎም ካብ ብዘሎ ዓለታትን ቋንቋታትን ኣህዛብን ህዝብታትን ተኣኪቦም ክመፁ እዮም ፃዕዳ ክዳውንቲ ለቢሶም ኣብ ቅድሚ ኣምላኽ ከምልኹ እዮም ስለዚ እታ ካልእቲ ወዲእናን ኣሎ ማለቲ ናይቲ ማሕተም ህያው ኣምላኽ ዘለዎ ሲ ኦረዲ ንሕና ሲ ተሓቲምና ኣለና ከምቲ ንሳቶም ብሕጂ ዝሕተሙ ንሕና ተሓቲምና ወዲእና ኣለና ቅድሚ ሕጂ ድማ ኣምላኽ ስማሕተም ገይሩ እዩ ኣብ ህዝቅኤል ዝራናዮም ኣብ ግብፂ ንህዝቢ ድማ ምልክት ዝገበረሎም ንኣና ድማ ምልክት ድሓና ኣለና ስለዚ ኩሉ እንታይ እዩ ኮኔክትድ ዝኾነ ቅድሚ ሸውዓተ ዓመት ናይ መከራ ዘመን ምምፁ ንሕና ተነጥቕና ክንከይድና ምክንያቱ ኦረድ ንሕና እንታ ኣለና ማሕተም ኣለና ምልክት ኣለና ቅድሚ መዓት ምምፁ ማለት እዩ ቁጣ ኣምላኽ ቅድሚ ምምፁ ምክንያቱ ኣምላኽሲ ብክርስቶስ የሱስ ንምድሓን በረ ንቁጣኣስ እንታይ ገበረናን ኣይመደበናን። ኣብቲ ናይ ሸውዓተ ዓመት ናይ መከራ ግዜ ካብ ክልተ ምንጪ እቲ ጃጅመንት ፍርዲ ዝመጽእ ግን ኩሉ ኣብ ትሕቲ ኣምላኽ እዩ። ብቐጥታ ካብ ኣምላኽ ዝፍኖ ኣሎ፣ ብሰይጣን ድማ ዝመጽእ ፈተና ኣሎ። ንሕና ግና ኣምላኽሲ ካብ ቁጥዑስ ኣናጊፉና ኣብ ቁጥዓ ኣምላኽ ኣይንበጽሕን ኢና። እግዚኣብሔር ዝተመስገነ ይኹን። ኣመስጊና ክንውዲ ኢና። ቅዱስ ናይ ዘላለም ኣምላኽ ነመስግነካ ኣለና ክብሪ ንበካ ኣለና ስለ ዝሓተምካና ስለ ዘጽናዕኻና ስለ ዘቐባእኻና ዕርቡ መንፈስ ዝለሳብካና ጎይታ ነቶም ናትካ ዘበሉ ትፈልጦም ስለ ዝኾንካ ተመስገን ስለ ዝፈለጥካና ጎይታ ብስም ክብረት ስለ ዝጸዋዕካና ተመስገን። ስምና ኣብ መዝገብ ህይወት ስለ ዝጸሓፍካዮ ተመስገን። ብምጽኣትካ ድማ ከይንሓፍር ህጂ ብእኡ ንበሩ ከም ተባህለ ጎይታ ህጂ ብኣኻ ክንነብር ጸጋ ኣብዝሓልና። ንኣኻ ክንመስል ጸጋ ኣብዝሓልና። ብምጽኣቱ ከይትሓፍሩ ሕጂ ብኡ ንበሩ ኢልካና ኢኻ እሞ ብኣኻ ክንነብር ጎይታ ርድኣና። ተመስገን ጎይታ። ስለዚ ቃል እዚ ተመስገን እዚ ቃል እዚ ኣብ ልብና ኣትዩ ጎይታ ፍረ የፍረ ንክብርካ ዝኮን ፍረ የፍረ ኣብ ልብና እዚ ቃል እዚ ብመንፈስ ቅዱስ ጸሓፉ ኣብ ልብና እተዓቆር ጎይታ በዚ ከነሰንትን ጎይታ ረዳእና ኣሜን ጎይታ ኢየሱስ ተመስገን የመስግነካ ኣለኹ ተመስገን